ዞሎ ኢንተርቴይንመንት ሰላም ንተኸታተልቲ ዞሎ ኢንተርቴይንመንት ሎሚ ኣሕላም ሕልምን ፈታሕ ሕልምን ብዝብል ዛዕባ ገለ ክንበሃል ኢና ሕልሚ ኣብ ኩን ሓቂ ዝተሞርከሰ ትርኢት ዝጭበጥን ዝድህሰስን ዘይምዃኑ ፍሉጥ እኳ እንተኾነ ሕልሚ ኣብ ኣመንቱን ተቐበልቱን ዘለዎ ክብሪ፣ ትርጉምን ንኹልና ንጹር እዩ። ነዚ መንቀሊ ዝገበረ ሓዲሽ ኣባሃህላና ኣብ ምዞሎ ኢንተርተይመንት ክቃላሕ እዩ። መቸም እዚ ኩልና ንፈልጦ ሕልሚ ባዕልና ኢና ንሓልሞ። ካብዚ ወጻኢ ግን ኣሕላሚ ሕልሚ ተቐልቂሉ ኣሎ። ኣሕላሚ ሕልሚ ሰብ እዩ፣ ሓላሚ ሕልሚ እውን ሰብ እዩ፣ ፈታሒ ሕልሚ እውን ሰብ እዩ። ሕልሚ ንብዙሓት ዘካትዔ ክሳብ ሕጂውን ዝኾነ ዝተጨበጠ ትንታነ እኳ እንተዘይተረኽቦ ኣብ ዝተፈላለየ ሕብረተሰባት ኣብ ባህሎም ሰሪፁ ከከም ንዐኦም ዝርድኦም እናፈትሑ ንባህሎም ከንፀባርቑሉ ፀኒሖምን ኣለዉን። ልክዕ እዩ እንስሳታት ይሓልሙ እኳ እንተኾኑ ንሕልሞም ዝገልፁ ቋንቋ ኣይንሰምዕን ኢና። እዚ ዝስዕብ ነቶም ኣብ ሕልሚ ዓለም ዓንዘርዘር ዝብሉ ደቂ ሰባት ዝምልከት ምዃኑ ክሕብር እፈቱ። ንዞሎ ኢንተርተይመንት። ሕጂ እንታይ እዩ እቲ ሕልሚ ድዩ ዝኣብየካ ዞሎ? እወ ማለይሲ ክሓልም ኩቱር ባህጊ ኣለኒ።
ሕጂ ንርኣዮ ክሕልመካ ይኽእል እዩ ኢሎምኻ ኢኻ መጺኻ። እወ
ምክንያቱ እቲኦም ዝድቅሶም ሰዓታት ብዙሕ ሕልሚ መቐረስ ይብለሎም ስለዚ ብዝተኻእለካ መጠን ክትሕልምን እየ መፂእካ እወ ሕጂ ናትካ ግን ፍሉይነት ኣለዎ ምክንያቱ ዕስራን ክልተን ሰዓት ኢኻ ትደቅስ እወ በት ዕስራን ክልተን ሰዓት ደቂስካ ዋላ ሓንቲ እንድሕር ዘይትሓልም ሃሊኻ ኤክስፓየር ኮይኑ ኣሎ እቲ ሕልምታት ናትካ ማለት እዩ ከይተረዳእካ ዳመጅ ኮይኑ እሞ ብኸመይ ደኣኒ ኣብቲ ግዜ ህፃንነተይ ከለኹ ዶ ደኣኒ
ሽዑ ወዲእካ እዩ እናተፃወትካ ከይተረዳእካ ሽዑ እዩ ተወዲኡ ግን እንታይ ክገብር ደኣ ኣለና ሕጂ በቃ ሕጂ እንታይ ክንገብር ኢና መስለካ ድሕሪ ሰሙን ነውሓካ ዶ ሰሙን ደኣ እሞ ሰሙን ሙሉእ ሕጂ ከዓ ከይሓለምኩ ክድቅስ በቃ ደሓን ድሕሪ ሰለስተ መዓልቲ ሎሚ እንታይ እዩ? ሎሚ ሰሉስ እዩ። ሰሉስ ጽቡቕ እስኪ
ሓሙስ ምጻእ ሓሙስ ምጻእ ገለ መጽሓፍቲ ገላቢጠ ንከምዚኦም ዓይነት ከምዚ ናትካ ብዙሓት እንዲኦም ዝመጹና ከመይ ጌርና ንሕልመካ ሽዑ እስኪ
ጽቡቕ ጽቡቕ ብዝተኻእለካ መጠን ግን ክትሕልመኒ ክትክእል ኣለካ ደሓር ወሌ ኣጋ እባ ኣይትሰርሕን ኢኻ ከኣ ዕስራን ክልተን ሰዓት ድግስ ተኾንካስ መዓስ ኢኻ ትርከበሉ ስራሕ ናይ ስራሕ ባህጊ ኣይነበረንን እንድዩ ክህልወና ከኣ ኣይደልይን እዩ እተን ክልተ ሰዓታት ከማኒ ክውቱር ናይ ስራሕ ክበልዕ ክሰቲ እየ እሰን ከማኒ ንዓይ ብስራሕ ፃዕቐ እየ
እሞ ምድቃስ ምድቃሱ ዶ ኣብዚ ዘይሕሸካ ምክንያቱ ሲ ደገ ክኸይድ ከዓ ደስ ብለኒ እዩ ባህጊ ኣለኒ ኢልካኒ ደገ ባህጊ እንድሕር ኣለካ ዓራት ደኣ ኩሉ ዓራት እንድዩ ኣብዚ ደቂስካ ኣለካ ኣብኡ ከድካ ክትድቅስ ኢካ ክትሰርሕ ኣይትክእልን ኢካ። እሞ ደሓን እቲ ሕልምኸ ብኸመይ ክተበርትዐለይ ትኽእል? ደሓን እዚ ቁሩብ መጽሓፍቲ ኣለዋ ነዚ ናትካ ዝምልከታ ንዐሬ ሓሙስ ምጻእ። ጽቡቕ። ኣይ ሆፕ ሶ ስፔሻል ሕልሚ ክሕልመካ እየ። እዚኣ ጥራይ ግበረለይ እምበር ዝገብረልካ ኣለኒ። እዚኦም ኩሎም ሕልምታተይ እንድሕር ብጋህዲ ኣርኢኻኒ ዓስብኻ ኖኖኖኖ ድሓን እንታይ ድዩ መሲልካ ኣነ ቀዲሙ ፕሮሚስ ዝህብ ሰብ ኣይፈቱን እየ ፕሮሚስ ኣይገ ብዝተኻለ መጠን ግን ገብረልካ እየ ፕሮሚስ ከኣ ጽቡቕ ኣይኮነን ግን ሓንቲ ክነግረካ እዋ እታ ሓሙስ ዝብለካ ዘለኹ ቆጸራና መዓስ እያ ሓሙስ ፈሊጥ ሓሙስ ልክዕ ንግሆ ሰዓት ሽዱሽተ
ሽዱሽተ ክትስእ
ትስኢኻ ቆጸራ እዩ እዚ ናይ ጥዕና ጉዳይ እዩ ጥዕናኻ ክሕሎ ንሓዘር ኢኻ ሽዱሽተ ናብዚኣ እንዳጎየኻ ትመጽእ

ኣብርሃም ዳይ እንዲኻ ኣጥፊእኻ ኣይ ሄሉ ሰላም ከመይ ቀኒኺ ዋላ ስኽን ይኽጠፊኺ እንታይ ክንሕግዝ እቲ ብቐዳማይ ዘዕለልካኒ

ጥዕና ሲኢነ ኣለኹ ማለተይ። ስለዚ ክሕልመኪ ክደሊኪ ነይርኪ ዘይ ምሕላምኪ ከኣ ጥዕና ምሳኣ እንዲኪ ሓሲብኪዮ? እንታይ ደኣ ሰባት ገበታ ክሓልሙ እንዳ ወዓሉ ኣነ ብከምዚ ክሽገር ጸገም ኣይኮነን? ኣይመስለንን
ብዙሕ ምሕላም ከኣ ምስ ጥዕና ኣይኮነን ምህውታት እዩ። እሞ ንስካ ትህውትት ኢካ ነይርካ ማለት እዩ። ኣነ ደኣ እተን ዝነበራኒ ሕልሚ ውሑዳት ዝቁጸራ እንድየን። በል እስከ ከመይ ካሪጅካ የስተሃል ድዩ?
እንታይ የስተሃል ከይረኣኽዮ ዲኺ ፈቲኽዮ? ኣታ ኣይትጻወት እንዶ ከመይ ፈቲሕ ኢልካ እየ ዝብለካ ዘለኹ። ሰብዓ ሚእታዊት ጽቡቕ ነጊርኒ ሳላሳ ሚእታዊት ግን ተጋግዩ መቸም ደሓን እዩ። ሳላሳ ሚእታዊት እዚ እሞ ጌጋኻ ኣይበሃልን'ዩ። ዝሓለምካዮ ክፈትሓልካ ከም ብሓድሽ ክሕልመካ ፋላለ ከይከውን። የሕሊሙካ ፈልጥ ድዩ? ኖኖኖኖኖ ኣይፈልጥን'ዩ። እንታይ ደኣሞ ከየረጋገጽካ ትዛረብ ሕጂ ተሌፎኑ ጥራይ ሃበኒ ክድውለሉ። በሊ ትኩሪ
ዜሮ ሸውዓተ ዓሰርተ ክልተ። ኣይኮረኹን
የቀኔለይ ጥራይ። በሊ ክነግረኪ እንታይ ከም ዝገበርኪ ንገርኒ ኢኺ ከይትጠፊኢኺ። ምጥፋእ ኢልካ የለን ኩላ ዘጋጠመት ክነግረካ እየ። ኦኬ በሊ ቻው።

ሃሎ መን ክብል
ሓቀይ ናብ ኣሕላሚ ሕልሚ እየ ደዊላ
ኣይ ተጋገኽን እቲ ዝበልክዮ ኣነ እየ እሞ
እንታይ እሞ ቀፅል እንዶ እሞ ምእማን እንዴ ስኢና ይኣምነኒ እባ እንታይ እዩ እቲ ኣነ ከእምነኪ ትደልዮ ዘለኺ
ኣም፣ መሓዝተየን ቴሌፎንካ ሂበናኒ
ስለምንታይ ብዘይ ፍቓድ ይበናኺ ኢለ ኣነ እውን ኣይሓተክን እየ ሓራይ ጽቡቕ ግን ትሕልም ዲኻ
ፈለማ ክትድውሊ ከለኺ ዝተዛረብክያ ቃል ባይ ትረስዒ።
ርጉጽ ክኾነለይ እየ ዝሓተካ ዘለኹ። ትሕልም ዲኻ? እወ ይሕልም።
እንታይ ደኣ?
እዋእ! ግን ብኸመይ?
ብኸመይ ንዝብል ተጠራጣሪ ሕቶኺ ክምልስ ዝህልወኒ ግዜ ኣሎ ኢልኪ ትሓስቢ?
ኖእ! ካልእ ጌርካ እባ ኣይትረዳዮ። መሓዝተየን ቴሌፎንካ ሂበናኒ ከሕልመኪ ይኽእል እዩ ኻኣ ኢለናኒ።
ዘገድሰኪ ምሕላም እንድዩ። እወ እንታይ ደኣ? ስምዕኒ ሕልምኺ ንመዓስ ክኾን እዩ እትደልዮ? እም
ኣይተረዳእኹኻን። ንሎሚ ድዩ ንጽባሕ ዋላስ ድሕሪ ሰሙን?
እም መታን ክዳሎስ ደሓን ንጽባሕ ይኹነለይ። ብቐትሪ ዲኺ እትደልዪ ዋላ ብለይቲ? ወይለይ
ናይ ቀትሪ ሕልሚ ከሎ ድዩ
ሪኢኺ ንሱ እኳ ከፍእ
እሞ ደሓን ናይ ቀትሪ ኩነለይ ክሪኦ ምእንቲ ሕጂ ቁመትኪ ክትነግርኒ ትኽእል ኢኺ
ሓንቲ ሜትሮን ኣርባዓን ይኸውን ሜትሮን ኣርባዓን እዩ
ገሪምካ ዘይናተይ ቁመት እሞ ወሲኸ ክነግረካ።
ከምኡ እንተኾይኑ እሞ ፍርቂ ሕልሚ እየ ክሕልመኪ። ነየይ ደኣ ፍርቂ ሕልሚ ጌርካለይ? ክንሕልም ከለና ብመጠን ቁመትን መልክዕን ናይቲ ሰብ ኢና ንሕልም።
እሞ ሓጻርን ክፍእትን ጓልሰ ኣይትሕልምን ኢኻ ማለት እዩ። ዘይኮነ በብ መጠኑ ንሕልመን እምበር። ኦከ እታ ፍርቂ ሕልሚ ትሕልመ ንበል ንገረኒ። ኣብ ሞንጎ ቁመትክን ቁመት ዓራትክን ዘሎ ፍልልይ። ኣብ ሳሎን እየ ዝድቅስ። ኣራይ
ኣብ ቁመት ሳሎንኩምን ኣብ ቁመትክን ዘሎ ፍልልይ ከ።
ገቲረ እግረይ ምስ ኣሳፋሕኩ ዳርጋ ክልተ ሰብ ኮፍ የብል እዩ። ስምዕኒ ኣነ ንዓኺ ክሕልመኪ ይክእልኒ። እዎ።
ስለምንታይ? እቲ ንኽሕልመኪ ዝበኪ ሓበሬታ ኣብቲ ቁመትክን ኣብቲ መደቀሲኽን ዘሎ ፍልልይ ስለ ዝጠፍእ እዩ። እዋይ መዓት! እሞ እንታይ ደኣ ክገብር እየ? እስኪ ሐራይ በሊ ቁሩብ ጽንሕ ኢልኪ እስኪ ደውሊ።

እንታይ ክድሕን ኢልክኒ ኢኺ ብሕልምታተይ ተሸጊረ እየ መፅአ ዘለኹ እስኺ
እወ ኣነ እውን ካብ ናትካ ዝፍለ ይኮነ ወይ ሰብ ተዋሪዱ ወይ ሰብ ተዋሪዱ ከመይ ከመይ ይገብረኪ ማለት ሲ እንታይ ሕልመክ ማለት እዩ እዋ
ናተይስ ጉዳፋ ጉዳሚ ካብዚ ተበጊሰ ኣሜሪካ ምፅዓልካ ኣብኡ በቃ ላይፈ ይርኢ ይሕጎስ ይድሰት እሞ ኣብ ከመይ ዝበለ ሓጎስ እንከለኹ በቲ ሕፂፅ ዝብል ማዕፆ ናይ ካንሸሎና ይባራበር በዛ ሕርቃን በዛ ሕርቃን ጣዕ ክብል እየ ዝዘሊ ብሰንኩ ከምኡ ዝኣክል ደገ ምውፃእ በቃ የፍርሓኒ

እዋ እዞም ኩለን ሃገራት ምስ ወዳእተንሲ ናበይ ክትከይድ እያ ኢለ እኮ ይሽገረልክ ዘለኹ በዚ ዲኻ በሳቸው ሃቕሰ ካልኣይ ከዓ እኮ ክደጋገም ይኽእል እዩ ምሽ ዶ ዋ ዋ ሕጂ እዚ ሰብኣይሲ ሕልሚ ክፈትሓልክ እየ ክመፅእ ክደለኺ ማለት እዩ እወ ክፈትሖ እንተኽኢሉ ፅቡቕ ተዘይኮይኑ ግን ካልእ ዝሓሸ ሕልሚ ሕልመኒ ክብሎ እየ

ኣለዋ
ከምዚ ናይ ደገ ክምርዓዋ ዝደልያ ክቱር ባህጊ ናይ ደገ ምኻድ ዘሎን ገሌን ከኣ ብንቡርኹም ብዘይ ንቡር ክወልዳ ዝደልያ ጥራሕ።
ዘረባኻ ከይረሳዕኻ ሕጂ ከሕልመኪ ዝበልካዮኸ?
ሓንቲ ብደውዳ እንታይ ግዜ ወስድ ኮይኑ?
ኣብ መገዲ ተለኹኸ? ግን ስምዕኒ ከጠንቅቀኪ ዝኮነ ጌጋ ሓበሬታ ንሕልሚ ክገላብጦ ይክእል እዩ። ብልክዓ መገዲ እየ ዘለኩ። ዶ በሊ።
እንታይ ኢካ ወደይ ዶ በሊ ምሽ ኢልካኒ። ሕጂ ዝብለኪ ሰሚዕኪ እናተግበርክዮ ትከዲ። ዋእ ኣታ ንዓካ እንድየ ቀጽል'ባ ተዛረብ ክሰምዓካ እየ። ዋእ

ሽም ከይተለዋወጥና ፀኒሕና ቴዲ ኳላታ እበሃል ኣቻዮ እበሃል ብቐሊሉ ዘይጥወ ብቐሊሉ ዘይደሃል
ቤላ ሽም እምበር ኣቻዮ ኢልክኒ ቤላ ሽም ፅቡቕ ሽም ይደለኪ ዘረባ ገለ ከተጠፋፍ ኣይትለ ትሕኒ ገለ ተሸገረ ኢልካ ንፀኒሕካ እስከ ሃውዕ ኣለኒ ዋ

ኣብ ፍርቂ ምስ በጻሕኹስ ኩሉ ነብሰይ ደንዚዙስ ጠጠው እዋ
ከመይ ዝበለ ሽግር ዳዩ በቃ ኣኺልዋ ጠጠው
ጠጠው ጥራይ መዓስ መሲለኪ ክምለስ ተበልኩ እዚ ኩሉ ነብሲ ደንዚዙ ኣበደን ኢልን ወይ ክብል ተደለኹ ኣፌልኽን ብድሕሪኢኻ ብድሕሪኡ ደኣ ነብሰይ ረሃፅ ጠልቀያ ኣብ ዓራተይ ረኺበያ
ክላእ ኣታ ነዚ ዲኻ ገለ ሕልሚ ክትብሎ ፀኒሕካ እዚ ዳ ባልኻ ዘይትፈትሖ ወዲ ዋ
ሕልሚ ክትፈትሕ ትኽእል ዲኺ ክሰይ ምሽ ኣለካ ከምዚኦም ቅልል ቅልል ዝበሉ ዳዋ ዋ ሕልሚ ክትፈትሕ ትኽእል ተትኾኒ ደኣ እሞ ከምዚ ናይ ሰብኣይ ድኳ እንዴት ኸፍቲ ዋ
እዚ ናተይ ደረጃታት ዘይብሉ ደረጃታት ኢልኪ
ኣለካ ምሽ ከምዚኣቶም ንኣሽቱ መለክዕታት ዘይብሎም ሲ ላይሰንስ ኣይፍቅዱን እዮም ማለት እዩ ዶ
ዋና ዘረባ ገዲፍና ናብ ጓል መንገዲ ንኣቱ ኣለና መስለኒ እቲ ኣነ ክፈትሖ ዘይከኣልኩ ሕልሚ እዚ ክፈትሓልካ ይኽእል እየ ካብ በልክኒ ንገር እንበለ ሕልመይ ክትነግርኒ ፅበያ ኣለኹ

በይነይ ገዲፍክኒ ደኣ ናበይ ከድኪ? ቁሩብ እንደ ኣስጊለ ፀኒሐ።
እዚ ደኣ ምስጋል መዓስ ኮይኑ ኣይተረዳእክን እምበር ሕልሚ ክጀምር ክፀኒሐ ኣስጊለ ክሓስብ ፀኒሐ እንተበልኩኻስ ሕልሚ ጀሚርኪ? እወ
ሕልሚ ኢኺ ጀሚርኪ ጸኒሕኪ። እቲ ብሓንጎለይ ክሓስቦ ዝጸናሕኩስ ሕልሚ ጀሚርኪ? እባ ደኣ ኣብ ሓንጎል ሰባት ክትሓልሚ ደሊኺ? እዋእ እንታይ ሃለውለው እዩ እዚ? ሃለውለው እወ ሰብ ሎሚ እኮ ኣመና እንድዩ ሓሲሙ ዘሎ።
ናይ ሰብ ምሕሳም ምስዚ እንታይ ዘተኣሳስር ኣለዎ?
ኣይትዓሽዊ። ሰብ ሎሚ ተበላጺ ንዓይ ይጥዓመኒ ጥራሕ በሃሊ ብስቅያት ሰባት ዘይግደስ ከምኡ እዩ ኮይኑ ዘሎ ግን ብዛዕባ ምታይ ኢኺ ትሓልሚ ጸኒሕኪ? ኣታ ክሓስብ እየ ጸኒሐ እምበር ክሓልም ኣይጸናሕኩን። ኣንቲ ቀስባ በሊ ድምጽኻ ብምጭዳር ቤት ዝስራሕ ኔሩ እንተዝኸውን ኣድጊ ዕለት ዕለት ክልተ ገዛ ሰሪሑ ምወዓለ ኔሩ። ሐራይ ቀስ ክብል እየ ኣሕልመኒ ጥራይ። እዋእ ኣይትሰምዕን ዲኺ ሕልሚ ደኣ ጀሚርክስ ወዲእክዮ ከማን እዋእ ሎሚ እንታይ እሞ መዓልቱ።
ሎሚ ደኣ ዓርቢ።
ማማሚየ ዕድል ኣይገበርክን ፐእ። እንታይ
ከመይ ዕድል ኣይገበርክን ማለት። ረቡዕ ዓርቢ ቀዳም ዝሕለሙ ሕልምታት ትርጉም ዘይብሎም ከንቱ እዮም ማለት እዩ።
ናይ መዓስ ደኣሉ ትርጉም ዝህልዎ እቶም ኣብ ሰኑይ ሰሉስ ሓሙስ ዘውግሕ ለይቲ ዝሕለሙ ሕልምታት ግን ትርጉም ዘለዎም ቁም ነገር ዘለዎም ኣብ ግብሪ ዝውዕሉ እዮም ማለት እዩ እንታይ ሃለውለው እዩ እዚ ሃለውለው ኣይትበሊ ነተን ዝነገራኺ ኣሚንኬን ዶ ናባይ ደው ኢልኪ እወ ኩሉ ክብለኪ ዝፀናሕኩ እናኣመንኬ ዶ ክትከዲ ፀኒሕኪ እወ ኢሂ እሞ በቃ በቃ ኑሱ እዩ እቲ ምዕላቕ። ኣይ ናይዚ ብበለካ ለኽዓካ ዝድምደም ዘይእመን ወረኻ ድዩ? እወ ኑሱ።
እንተ ደሊኻ ባዕልኻ ትሓልም። ስሕው ዝበለ እንተ ኾይኑ ከኣ ብሰብ ሓልም ማለት እዩ።
ባዕልኻ ስሕው ደኣ ስሕው ትብል? ሕጂ ሸንደፍደፍ ኣይትበሊ ሽንድፍቲ። ሓቅኺ እኳ ኢኺ። ልዕሊ ዓቕምኺ ኣሕሊመኪ። ክድ።

ብታቤላ ተመርሐ መፅ ፅቡቅ ኣሎ ፅቡቅ ኣላ ኣይተጋጋም እንታይ ምሰማዕ ኣለኒ
ንሕልምታተይ ኣዘየ ተሸጊረ መፅእ ዘለኹ ሕጂ ክትፈትሐለይ ደልየ። ናይ ክንደይ ይኸውን እዩ ብግምት? ብጣዕሚ ኣዝዩ ብዙሕ እዩ። ንሕጂ ግን እተን ኣዝየን ዘሸግራኒ ክልተ ስለ ዝኾና ንዐን ትፈትሓ። ኣየ በል ቀጽል ክሰምዓካ። ኦ
በተን ሓደሽ ማለት ድዩ?
ዛረገ ናይ ቀደም ደኣ እሞ እንታይ ኮነኒ። ነዚ ክትብለኒ ደሊኻ ዘለኻ ካልኦት ክፈትሖ ፈቲኖም ድዮም? እወ ተሸርሺረ ንብዙሓት ሰባት እንድየ ሓቲተ። ብዙሓት ሰባት ከዓ ንናቱ መልሲ ይቦም
ዋ ኣይ ሓቁ እንዲ ስራሕ ክዝሕለና እንታይ መዓት እዩ ወደ ኖኖ ከምኡ ባሞ ይትበሉ ኣራይ ቀፅል ቀፅል ክሰማዕከ
ንዕኡ ምእማን ኣብየ እንዲ ናባኸ መፅእ ዘለኹ
ኮሪዒዳ ፅቡቅ እንኳዕ ከምኡ ገበርካ ኣራይ ቀፅል ቀፅል ክሰማዕከ ካብ ቀዳመይቲ
ከምዚ ገፊሕ ቀላይ እንዲ ክንዲ ማይ እምበሳ ኾን ኣዝዩ ዓብዩ ማለት እዩ እወ ዕድሜኹም ከማን ኣይፈልጥ ኮን እምበር ዋ እታ ወዲ ዘምፃእካ ዘይትገብር እንታይ እተወካ ናይ ዕድመ ሕሙም ይመስለኒ
ኖ ኖ ኖ ከም ንኣብነት ብዙሓት ቀላያት ክጠቕሰልካ ዘለዎ ኸ ንኣብነት ከም በዓል ማይ ባሕርያ ማይ ባውዛ ኣድርያና ላጌቶ ፕሪማ ላጌቶ ሰኬንዶ፣ ቫጋቦቭ፣ ቫካሮ ወዘተ ክጠቕሰልካ ዝተደለኹ ክይኑ ካልእ ኣይኮንኩን። ክንደይ ሃለውለው ትብል ኢኻ ዘምጻእካ ነበር ቀጽል ስቂልካ እቲ ዘምጻእካ። ሕጂ ኣብቲ ገፊሕ ቐላይ ብርእሲ ቲፎ ምስ ኣተኹ።
ሰዓታት ክንደይ ነይሩ?
ብግምት ፍርቂ ለይቲ ሰዓት ሓደ ገለ ነይሩስ ገለስ ነይሩ ክኾን ኖርማል እንዳሓምበዝኩ እንዳሓምበዝኩስ ኣብቲ ፍርቂ ምስ በጻሕኹስ ጠጠው ኣይብልን እዚ ኩሉ ነብሰይ ኩይኑ እዚ ዝኣልዩ። ሕራይ እስኪ እቶም ኣቐዲሞም ክፈትሑ ዝፈትዉን ነዚ ሕልሚ እንታይ ኢሎም ፈቲሖሞ? ኦይ
መብዛሕቲኦም ደኣ ንወጻኢ ሃገር ክትገይሽ ኢኻ ገለ ኢሎምኒ።
ብሌጋል ድዩ ዋላ ብስግረ ዶብ? እንድዒ እሶም ኣይነገሩንን ኣነ ድማ ኣይሓተትኩምን። ክትሓቶም ነይርካ እምበር ከተዋጥሮም ነይርካ። ሕራይ እስኪ ቀጽል በል እታ ካልኣይቲ።
እታ ካልኣይቲ ከኣ? ብኣኻይሽ ዝትመን ጥማራት ገንዘብ እየ ረኺበ።
ኣኻይሽ ዝመልአ ጥማራት ገንዘብ?
እዋእ፣ እንታይ ደኣ ኣኻይሽ ገንዘብ ምስ በልኩ ደኣ ኣፍካ ማይ መሊኡ። ኪትኪት፣ ገንዘብ ልዕሌኻ ንፈልጦ ንሕና። ሰሚዕካ ኣለኻ? እንታይ፣ ክትበልዖ ዲኻ ክትሰትዮ? ቀጽል ጥራሕ! ብድሕሪኡ ኣብ ሓንቲ ክሻ ክንደይ ገንዘብ ከም ዘሎ። ክንደይ ክሻ ነይሩ? ሓደ ዕስራ ክሻ ገደዳ ነይሩ ክኸውን እዩ። ዕስራ ክሻ?
እወ።
ነፍሲ ወከፍ ክሻ ክንደይ ከም ዘለዋ ክቆጽር ኢለ ነታ ሓንቲ ክሻ ክፍት ምስ ኣበልኩዋ ብጠማራ ዝትመም ገንዘብ መዓት ገንዘብ ሓድሽ ክቆጽር ከምዚ ምስ በልኩስ ኣይበራበርን።
ሕራይ ስከበለ ነዚያ እንታይ ኢሎም ፈትያሞ
ርኢኻዮ ዘይትፈልጥ ማእለያ ዘይብሉ ሃፍቲ ክትፀዓነካ ኢሎምኒ እቲ ገንዘብ ናይ ኣየናይ ዓዲ ድዩ ነይሩ እቲ ገንዘብ ደኣ እሞ ናይ ሱዳን ናይ ጁባ ናይ ሶማል ናይ ኬንያ ዚምባብዌ ሩዋንዳ ናይ መብዛሕትና ናይ ኣፍሪቃ ሰባት
ዕድል ኣይገበርካን እቲ ገንዘብ ኢሮ ዶላር ፓውንድ ክኾነልካ ነይሩ መቸም ዝኾነ ክልቴን ሕልምታትካ ሓደ ዓይነት እየን
ከመይ ሓደ ዓይነት ኢልካ ማለት ዘረባ እንድዕምበር ኣነ ፈሪሕ ትፈርሑ ከመይ ዘይትፈርሕ ብዘይ ናይ ኣሕላሚ ሓገዝ ዝሕለም ሕልሚ ኩሉ ግዜ የፍርሕ እዩ ክትገይሽ መደብ ኣለካ ድዩ ንደገ
ኣነ እኳ የብለይን ሰበይተይ ግን ክቱር ናይ ደገ ናይ ምኻድ ባህጊ ኣለዋ ዘን ደቂ ኣንስትዮ እዚአን እኮ ግደፋ እንተበልካየን ኣይሰምዓን እየን ኳዕ በል ንስኻ ሓለምካዮ እዋይ ኣነስ ናይ ሰበይተይ ሕልሚ ባዕለይ ሓሊመላ ማለት እዩ
ኣብዚ ግዜ እዚ እኮ ሰብ ዘይሕልሙ ይሓልም፣ ዘይስርሑ ይሰርሕ፣ ዘይረኣዮ ዘይሰምዖ የውሪ ከምኡ እዩ ኮይኑ ተሪፉ። ከመይ ማለት ዘይስርሑ ይሰርሕ ዘይሕልሙ ይሓልም ማለት?
ማለት ሲ ልዕሊ ዓቕሙ ክጻወሮ ዘይክእል ሕልሚ ይሓልም። እሞ
ኣብርሃ ብድሌት ኣቦ ከይቆራረጽካ ንገረኒ ተገማሚዓ እኮ እታ ፍልም።
እንታይ ድዩ መሲልኳ ሰባት ብዘይ ሓገዝ ናይ ኣሕላሚ ናይ ውሽጦም ከኣ ከይሓልሙ ናይ ዓድን ከባብን ጸኒሖም ናይ ሃገር ጸኒሖም ናይ ኣህጉር ከይሓፈሩ ከኣ ናይ ዓለም ኣሕልሙሞ ህይወቶም ሙሉእ ኣብ ምህውታ ተሕልፎ። እዋእ እሞ ትርጉም ናይቲ ሕልመይ እባ ንገረኒ እሞ ተረቢፅና እኳ።
እዚ ሕልሚ እዚ ድሕሪ ነዊሕ ዝትግበር እኳ እንተኾነ ምስ ብዙሕ ሽግራቱ ግን ሰበይትኻ ክትገይሽ እያ። ናበይ?
ናብዚ ኣፍሪቃ። ኣፍሪቃ ኣፍሪቃ እወ ኣፍሪቃ ከንቱ ሃለውሎ እዩ ሸንኮለል እዩ
ኣፍሪቃ እዘን እዘን ኣፍሪቃ ኣፍሪቃ ኣብዚ ሱዳን ጁባ ኣንጎላ ኡጋንዳ ከመን ዝኣምሰለ ሃገራት እያ ክትከይድ ኣብኡ ምስ ገሸት ግን ናብዚ ክትምለስ ከፀግማ እዩ እዋ
እሞ ሕጂ እንታይ ዝግበሩ እቲ ጉዕዞ ኮ ድሮ ጀሚርካዮ ኣላ ምኽንያቱ ዝኾነ ሕልሚ ምስ ተሓልመ ንብዙሓት ሰባት ምስ ዝንገር እኮ በቃ እናፈኾሰ እናፈኾሰ ይነፍስ እዩ
እምባ ንፍስ ንፍስ ዝብል ማለት ከምዚ ከምዚ ነበረ ኸውን ማለት እዩ ይነፍስ ምክንያቱ እስኻ ንብዙሓት ሰባት ተዛሪብካ ኣለኻ እቶም ብዙሓት ሰባት ከዓ ንብዙሓት ክነግሩ እዮም ከምኡ ኢሉ ወረ ኮይኑ ተበቲኑ

ኣገልግል ኣፅናና ሰዓት ኣኺሉ ወይለ ከመይ ከመይ ድዩ ሓደ ሰብ ረብካስ ዓፂኑ ኣለና
ስማን ኣሎ ኣብዚ ብቴሌፎን ነፋኖም ሰባት ክለየ ኣብዚ ካብ ድኻም ክድሕኑ ኢልና ካብዚ ወግሕ ብቴሌፎን ክንደይ ሰባት ኣፋንና ኣለና ዕራግ ይመስለኒ እንታይ ኣቕሞ ደልኻ ሕልመይ ክትፈትሓለይ እዋ ኣነ እዚ ነገራት ትንክፍ ትንክፍ ኣቢልካ ምኻድ ኣይፈቱን እየ ፅባሕ ምፅፅ ዋ
በጃኻ እዚ ናተይ ከምዚ ክስዓር ነገር ገለ ይኮነ ብጣዕሚ እዩ ቀሊል ከምዚ ናይ መገሻ ገለ እዩ
ሕራይ እስኪ በሊ ብትኽ ብትኽ ኣቢልክ ብሓፂር ኣረድእ እዋ
ከምዚ ኣብ ዝተፈላለዩ ሃገራት ገሸልካ እሞ ኣብ ኬፋት ከለኹ ይበራበር እዚ በዓል ሃገራት ኤሮጳ ኩለን ደይወዳድኤዮ። ሕጂ በዚ ኣሜርካ ዘሎ ኣስተያየትስ ቁሩብ ቁሩብ ተሪፈን ኣለዋ።
እሞ ንስኺ ደኣ ምንያ ሆለን ነዚ ኢኺ ቀሊል ዝበልክኒ? ዋ ኣታ ሓወይ ኣይትጻረፍባ ፍታሕ ደልየ እኳ ኢና ናኻ መጺእ። እሞ ኣነኸ ዓጺና ዶ ኢለኪ? ኳትሮ ኳትሮ ኦቶ ጌርካ ብትኽብትኽ ዘይተብሎ ግዳ። ካልኣይ ከኣስ ኣብ ናይ ግልኻ ትካል ከለኻስ ክንድዚ ትህቅን? ኣመናስ ዝስዐ ክሳብ ልብኻ ዝጠፍኣካ ምስራሕ ጽቡቕ ኣይኮነን። ዋይ ኣነስ ልክዕ ነቶም ከምዚ ስራሕ ወፊሮም ሰዓታት ክብረት ዘይብሎም ኣብ ዓማዊል ክብረት ዘይብሎም ልክዕ ንዖም ኮንካ ስለ ዝተራእኻኒ እዩ። እይ
ኪድ ሕተቲ ንርኣዮ ብህርኩት ሰራሕተኛ ክንደይ ግዜ ዘይተሰለመ። ዋይ ኩሉ ሰብ ከኣ ብኸምኡ እዩ ዝፈልጠኒ። ናይ ስራሕ ባህር ተዝህልወካ ደኣ ክሳብ ክንዚ ነብስኻ ምንኣድ ግዜኻ ተሕልፎ ኣለኻ። ንስኺ ደኣ ነገር ደሊኺ ዝመጻኺ ቀራን ምዃንኪ ተረዲእኒ ጸኒሑን ድዩ? ሕጂ ግን ትወጽለይ ዶ ከዕርፍ?
ዕረፍቲ ዓባይ ይግበረልካ እምበር ኣንዳ ወጸልካ። እዋ ስመኒ ጽባሕ ክትመጽ ትኽእል ዲኻ?
እዚ ዝጠወይካ ከይትሓስቦ ማናቻ ኣይኮንኮን። ኣይትምጺ ደይ ፈቐዶ ሃገራት ኮለል ከተብልኒ ኢኺ እንታይ ፋይዳ ኣለኪ ካልእ ወጭማድ። ርግስ ዕጡብ ኣበይ ዘለኻ ደኣ እካ እስኻ እስኻስ ሕልሚ ክትፈጥር መመሊስካ እምበር ትሽንክሮ ኣበይ ዘሎ እዩ እዚ ህዝብኻ? ሽንግርቲ
ሰብ ከዓ ክትፈልጢ ንጠባዩ ዝመስል እዩ ዝሓልም

እሞ ሕጂ ባህላኸስ ኣይንሕለም ድዩ? ሕልሚ ደኣ ከይፈተኻ ትሓልም።
እሞ ከም ሓሳብ ክሳይ ደይ ንገብር ሕልምና የናውፀና ክሳብ ዛለወሲ ንስኺ ከም ናተይ ፀገም እዩ ዘለኪ ሽግርናን ፀገምናን ሓደ ካብ ኮነ ለይቲ ለይቲ ካብ ንድቅስ